ሰላም ዝኸበርኩም ተኸታተልቲ ከመይ ጸኒሕኩም ኣብ ዝሓለፈ ናይ ትረኻ መደብና ዝሓይል ሽያጥ ኣብዚ ዓለም ትብል ቃላይ ምዕራፍ ተኸታቲልና ነርና ንሕጂ ኸኣ ሳልሳይ ምዕራፍ ይስዕብ ሰናይ ምክትታል ምዕራፍ ሰለስተ ክረምቲ ስለ ዝነበረ ኣብ ደብረ ዘይቲ መሪ ቁሪ ነበረ ካብ ኢየሩሳሌም ኣብቲ ጎልጎል ቄድሮን ዘስግር መንገዲ ጨና ትክን ዕጣን ዝነዚ ስጋን ኣብ ቤት መቕደስ ምስቲ ኣብ እምባ ዝነበረ ኣግራብ ተሓዋዊሱ መጸ ኣብቲ ክፉት ቁልቁለት ኣብ ቁሸት ፔትባግ ሓጺር ቁልቁለት ኣይርሒቑ ናይ ፓልሜራ ናይ ንግዲ ቦታ ነበረ። ሰዓት ደንጊ ነይሩ። እቲ ዓቢ ነጋዳይ ከይተረፈ ነቲ ሕትቆቱ ኣቋሪጹ ናብቲ ዓቢ ኣግራብ ሰጊሩ ነበረ። ግን እቲ ነዊሕ መስርዕ ድምፂ ኣልቦ ቴንዳታት ፍሕሶታት ተጒድ ከንፈር ኣብ ዙርያ ኣርባዕተ ጥንታውያን ኣውድዕ ተጠምጢሞም ቅርጺ ዘይብሎም ቅርጽታት ኣግማል ካብ ኣካላትና ሓደዶ ንምስሓብ ዝሓቁ ፍርብዕ መስመር መሪድረን ነበረ። ብዘይካ ክልተ ሓወልቲ ኣብ ጥቓ እተን ሳንጣ ኣባጎንታት ኮለላ ዝገብሩ ዝነበሩ ኣብ መዓስከር ዝነበረ ምንቅስቓስ እቲ መንደቕ ጸጉሪ ኣማልኽቲ ኣጣርቲ ናይ ጨጉሪ ጥያዝ መንደቕ ነዊሕ ዝንቀሳቐስ ጽላሎት ጥራይ ነበረ። ኣብ ውሽጢ ፓትሮስ ብሕርቃን ንቐቢስ ንድሕሪት እናተጓዓዘ ሓሓሊፉ ቁሩብ ደው ኢሉ ኣብ ጥቓ መኽፈቲ ዳስ ነቲ መንእሰይ ብፍርሒ ቅጭ እናበለ ርእሱ እናነቕነቐ ኣብ መወዳእታት ዝሓመመ ኣካላቱ ናብ ወርቂ ዝተሰፈየ ምንጻፍ ኣውሪዱ ነቲ ቆልዓ ቀሪ ምልክት ገበረሉ። ሓፊት ኩሉ ግዜ ናተይ ኢኻ ኔርካ ብሓድሽ ሕቶኻ ተገሪመን ተደኒቐን ኣለኹ ብስራሕኻ ኣይዓገብካን ዲኻ ኣዒንቲ እቶም ኣውዳት ኣብ መንጸፍ ኣተኪረን ነበራ ምናልባት እቲ ካብ ግዜ ናብ ግዜ እናወሰኸ ዝኸየሉ ስፍሓት ንግድና ናትካ ንኹሎም እንስሳታትና ናይ ምሕብሓብ ልዑል ገይርዎ ይኸውን ኣይፋል ጎይታይ ክብል ንሓፊዝ መለሰ። እስኪ ብኽብረት ሕቶኻ ድገሞ፣ ብተወሳኺ ብቓላት ከ ነዚ ከምዚ ዝኣመሰለ ዘይተለምደ ሕቶኻ ዘሎ ምኽንያት እስኪ ንገረኒ። ኣብ ክንዲ ጓሳ ገመል ጥራይ ትኸውን ሸያጢ ንብረትካ ክትከውን እዩ ድሌተይ። ከም ሓዳት፣ ስምኦን፣ ካሌብን ካልኦትን ኣብ ክብደት ናትካ ተጸጊዖም ክስሕቡ ዘይክእሉ እንስሳታት ሒዞም ካብ ሳንጣ ባጎንታ ዝወጹ ኣቑሑት ንዓኻ ወርቂ ሒዞም ዝምለሱን ንርእሶም እውን ወርቂ ሒዞም ዝምለሱ ክትከውን እየ ዝደሊ። ኣብ ህይወት ዘለን ትሑት ደረጃ ከመሓይሸ እየ ዝደሊ ከም ጓሳ ገመል ዋላ ሓንቲ ኣይኮንኩን ከም ሸያጥ ግን ንዓኻ ዓወትን ሃብትን ከተጥሪ ክሕግዘካ እኽእል እየ ከመይ ጌርካ እዚ ፈሊጥካ ብዙሕ ግዜ ሰሚዐካ ኣለኹ ካብ ድኽነት ናብ ዓብ ንኽዲ ካብ ሸያጥ ምዃን ዝበልፅ ሞያ የለን ክትብል ፓትሮስ ርእሱ ክንቕንቕ ጀመረ ዝሓሸ ሓሲቡ ነቲ መንእሰይ ኣምልክ ትሕቶ ምእታው ቀጸለ ከምቶም ካልኦት ሸየጥቲ ክትሰርሕ ዓቕሚ ከም ዘለካ ተኣምን ዲኻ ሓፊ ናብቲ ዓቢ ሰብኣይ ኣተኪሩ እናጠመተ ካዮ ብዙሕ ግዜ ብዛዕባ ስእነት መሸጡ ምክንያት ዝኾነ ሕማቕ ዕድል ከማሪ ሰሚዐ እየ። ንስኻ ከኣ ብዙሕ ግዜ ሰሚዐካ ኣለኹ ኣብ መኽዘን ዘሎ ኣቑሑት ኣብ ውሽጢ ሓደ ግዜ ክሸጦ ትኽእል ኢኻ ኢሉ መለሰሉ። እዚ ግን ሕግታት ምሻጥ ብዝግባእ እንተፈሊጥካዩ። ካሌብ ጽንሕ ኢሉ ከምዚ ክብል ተዛረበ። ኣብዚ ከባቢ ንስኻ ሸያጢ ከም ዝኾንካ እዩ ዝዝረብ። ከምዚ ንስኻ ሓኒጽካዮ ዘለኻ ጽጋ ዓለም ቅድሚ ሕጂ ሪኣቶ ኣይትፈልጥን እያ። ናተይ ሕልመይካ ልዕሊ ናትካ ምዃን እዩ። ዝዓበየ ሸያጢ ዝሃብተመ ነጋዳይ ናይዛ ዓለምና ክኸውን እየ ዝደሊ። ፓውተርስ ንድሕሪት ተጸጊዑ ነቶም መንእሰያት ገጽ ኣጽኒዑ ናብ እንሳታት ሽታ ገና ኣብ ክዳውንቱ እዩ ነይሩ። ግን እቲ መንእሰይ ብኣገባብ ቁሩብ ትሕትና ኣርዩ እሞ በዚ ኩሉ ሃብቲ እንታይ ክትገብር ኢኻ ከምቲ ንስኻትኩም ትገብሩ ክገብር እየ ቀዳማይ ንስድራይ ዝበለጸ ዓለማዊ ኣቑሑት ክቐርበሎም እየ እቲ ካልእ ድማ ዝተጸገሙ ከካፍሎም እየ ፓትሮስ ርእሱ ነቕነቐ ወደየ ሃብቲ ኣብ ህይወትካ ብፍጹም ዕላማኻ ክኸውን የብሉን ቃላትካ ብሉጽ ኮይኑ ግን ቃላት ጥራዩ ሓቀኛ ሃብቲ ሃብቲ ናይ ልቢ እምበር ሃብቲ ናይ ቦርሳ ኣይኮነን ሓፊ ጸኒዑ ሃብታም ኣይኮንካን ዲኻ ጎይታይ? እቲ ዓቢ ሰብኣይ ብድፍረት ሓፊት ፍሽኽ በለ። ሓፊት ክሳብ ንዋታዊ ሃብቲ ብዝምልከት ኣብ መንጎይን ኣብ መንጎ ኣብ ቤት መንግስቲ ሄሮደስ ወጻኢ ዘሎ ትሑት ለማንን ሓደ ፍልልይ ጥራይ ዘሎ። እቲ ለማኒ ብዛዕባ ዝቕጽል መግቡ ጥራይ ዝሓስብ፣ ኣነኻ ብዛዕባ ናይ መወዳእታ መግቢ ጥራይ እየ ዝሓስብ። ኣይኮነን ወደይ፣ ሃብታም ንምዃን ጥራይ ዘይኮነ ኣብ ክንዱ ንሓጎስ ክትፍቀርን ክትፍቶን፣ ብዓቢኡ ድማ ናይ ኣእምሮ ሰላምን ቅሳነት ንምርካብ ክትነብር ኣለካ። ሓፊድ ሕቱ ቀጸለ። እዚ ነገራት ግን ብዘይ ወርቂ ይከኣል ድዩ? ኣብ ድኽነት ሰላት እማ ኣእምሮ ዓቂቡ ክነብር ዝኽእል ሰብ መን ኣሎ? ከመይ ኢሉ ጥራሕ ከብዱ ክሕጎስ ይኽእል? ሓደ ሰብ ንስድራ ቤቱ ክምግቦምን ክኽድኖምን ከዕቑቦምን እንተ ዘይክኢሉ ከመይ ገይሩ ኣፍቀርቱ ይገብሮም? ንስኻ እውን ሃብትኻ ንኻልኦት ሓጎስ ከም ዘምጽእ ጽቡቕ ኢልካ ኔርካ። እሞ ንምንታይ ደኣ ሃብታም ክኸውን ዘለኒ ሕልሚ ጽቡቕ ዘይኮነ? ንኣብ በረኻ ዘሎ መነኮስ ድኽነት ፍሉይ ዕድል ክኸውን ይኽእል እዩ፣ ምኽንያቱ ንሱ ጥራዩ ክቕጽሎ ዘለዎ ንኣምላኹ ከኣ ከሐጉስ። ድኽነት ግን ከም ምልክት ዓቕሚ ምጉዳል ወይ ሕልሚ ዘይምህላው ጥራይ እየ ዝቖጽሮ። ኣነ ከኣ ካብ ክልቲኦም ካብዞም ባህርያት ክጎድለኒ ኣይደልን እየ። ፓትሮስ ቅጭ መጾ። እንታይ እዚ ሃንደበታዊ ምፍንጃር ህርፋን መጺካ? ብዛዕባ ስድራ ቤት ምምላእ ዝዛረብ ዘለኻ ገና ስድራ ቤት የብልካን። ኣነ ዶ ኣይኮንኩን ካብቲ መከራ ኣዴኻን ኣቦኻን ኣውፅኤ ዘዕበኹኻ እቲ ብፀሓይ ዝፀልመተ ቆርበት ሓፊድ ነቲ ኣብ ምዕጉርቲ ዝነበረ ሃንደበታዊ ርሃፅ ክሓብኦ ኣይከኣለን ቅድሚ ናብዚ ምጓዓዝና ኣብ ኬብሮን ሰፊርና ከሎና ምስ ጓል ካልነህ ተራኺብና ነርና ንሳ ንሳ ብምባል ዘረቡ ኣቋረፀ ኣንታ ሓጂ ሓቂ ይቕልቀል ኣሎ ፍቕሪ እምበር ክቡር ሰብ ርየተ ዓለም ንሓላው ገመና ኣብ ዓለም መጺኡ ክዋጋእ ድሉ ዝኾነ ሓያለ ወታደር ቀይርዎ ካልነህ ኣዝዩ ሃብታም ሰብኣይ እዩ ጓሉ ምስ ሓላው ገመል እሞ ፍጹም ክኸውን ኣይክእልን እዩ ጓሉ ምስ ሓደ ሃብታምን ውልቀ ነጋዳይ መንእሰይ ካልእ ጉዳይ እዩ ብጣዕሚ ጽቡቕ መንእሰይ ወተሃደረይ መሸጣ ከም ሞያኻ ክጅምር ክሕግዘካ እየ እቲ ቆልዓ ተንበርኪኹ ንልብሲ ፓትሮስ ጨበጦ። ጎይታይ ጎይታይ ከመይ ገሬ ምስጋናይ ንምግላጽ ቃላት ክዛረብ። ፓትሮስ ካብ ትሕቲ ቁጽጽር ሓፊር ሓራ ወጺኡ ንድሕሪት ተመልሰ። ንምስጋናኻ ክዓግቶ ደስ ምበለኒ። ዝኾነ ኣነ ዝገብረልካ ሓገዝ ምስቲ ንስኻ ትጓዓዞ ዘለካ ኣኽራናት ህይወት ክነጻጸር ከሎ ቆንጣሩ ሑጻ ይኸውን ዝኽእል። ሓቢድ ብኡ ንብኡ ሓጎሱ ሃዲኡ እቶም ህይወተይ ዝቕይሩ መትከላትን ሕጋጋትን ኣይትምህረንን ዲኻ ኢሉ ሓተቶ። ኣይምህረካን እየ። ካብቲ ንእስነትካ ልስሉስ ምቕሉሉ ዝገበርክዎ ላዕሊ እየ እንታይ ክገብረልካ ነቲ ዘዕበኽዎ ወደይ ጓሳ ገመል ፈሪድካ ተባሂለ ብዙሕ ግዜ ይንቀፍ ነይረ እየ ግን ሓቀኛ ሓዊ ካብ ውጭ እዩ ዝቃጸል ዝብል እምነት እዩ ነይርኒ ኣብ መወዳእታ ድማ ኣዝዩ ሓያል ሰብ ክትከውን ኢኻ ሎሚ ውሸት ሕቶኻ ኣሐጒስኒ ኣሎ ምክንያቱ ቃል ቃል ዝብል ድሌት ኣብ ውሽጥኻ ገጽካ ድማ ክደምቕ ስለ ዝረኣኹ ዋላ እዚ ናይ ሎሚ ደስ ዝብል እንተኾነ እዚ ባህግኻ ካብ ቃላት ክሓልፍ ከም ዝኾነ ከተረጋግጽ ኣለካ። ሓፊዝ ስክል ከሎ እቲ ሰብኣይ ቀፂሉ መጀመርታ ንዓይ ብቐንዱ ከዓ ንነብስኻ ንሂወት ሸያጥ ክፃወር ከም ትኽእል ከተረጋግፅ ኣለካ ምክንያቱ ዝመረፅካዮ ቀሊል ውሳነ ስለ ዘይኮነ ብሓቂ ብዙሕ ግዜ ኣለካ ኩሉ ግዜ ትሰምዓኒ ኢኻ ከምዚ ክብል ሓደ ሰብ እንተ ተዓዊቱ ዝረኽቦ ዓስቢ ዓብ እዩ ምክንያቱ ውሕዳት ስለ ዝዕወቱ ብዙሓት ንዓወ ዘድል ጸጋ ከም ዘለዎም ከይፍለጡ ተስፋ ይቆርጽን ይወድቁን ገለ ሰባት ከኣ ኣብ መንገድ ዘጋጥሙ ነፍሲ ወከፍ ዕንቅፋት ብፍርሕን ብጥርጣረን ከም ጸላእቲ ቆጺሮም ይእሰሩ ናይ ብሓቂ ክሪ ከሎ ግን እዞም ሰባት ፈተውትን ሓገዝትን ክኾኑ ይኽእሉ እዮም። ዕንቅፋታት ንዓወት ኣድሊት እዮም። ምክንያቱ ኣብ ምሻጥ ከም ኩሉ ዓውድታት ዓወት ድሕሪ ናይ ነዊሕ ጻዕርን ውድቀትን እዩ ዝመጽእ። ነፍሲ ወከፍ ብድሆን ስዕረትን ንኽእለትካ፣ ሓይልኻ፣ ርእሰ ምትማንካ፣ ትብዓትካ፣ ተጻዋርነትካ የዕብዮ እዩ። ነፍሲ ወከፍ ምውዳቕ ንቕድሚት ንምስጓም ዕድል እዩ። ካብዚኦም ኣብ ዝርሓካዮ መጻኢኻ ኢኻ ትጉዕፎ። እቲ መንእሰይ ርእሱ እናነቕነቐ ከም ዝዛረብ ገበረ። እቲ ሰብዓይ ግን ኣብ ኢዱ ልዒሉ ቀጺሉ፣ ንሕጂ ንስኻ ብዙሕ ሰብ ዘይረኽቦ ዓውዲ ኢኻ ዘለኻ። ዋላ እቶም ዝሰናዕዉ ኣከብቲ ቀረጽ ከይተረፉ ጸሓይ ምስ ዓረብ ናብ ገዝኦም ይምለሱ፣ ዓብ ቤተሰብ ሮማ ገዛ ክትጽውዖም ትኽእል ኢኻ። ካብ ኩሎም ኣዕሩኽ እትፈትዎም ሰባትን ርሒቖም ግን ብዙሕ ጽምዋ ጸሓይ ክትምስክር ኢኻ። ኣብ ልዕሊ ሓደ ሰብኣይ ብጸልማት ገዛ ሓሊፉ፣ ካብ ውጩ ብብርሃን ላምባ ክሳብ ክንድዚ ብቕልጡፍ ጉድኣት ጽምዋ ከምጽእ ዝኽእል የለን። ኣብ ናይ ጽምኦ እዋናት እዩ ፍትናታት ዝገጥሙኻ ፓትሮስ ቀጺሉ ነዞም ፍትናታት ብኸመይ ትገጥሙ ንምባኻ ኣዝዩ ክጸልዎ እዩ ኣብ ጉዕዞ ምስ እንስሳታት ጥራይ ክትህሉ ከለኻ ዘገርም መብዛሕትኡ ግዜ ዘፍርሕ ስምዒትን እዩ ዝመጻካ መብዛሕትኡ ግዜ ኣረኣያና ክብርታትና ንግዚኡ ተረሲዑ ከም ቆልዑት ንኸውን ድሕነትን ፍቕርን ገዛ ነብስና ከኣ ንናፍቕ ከም መተካእታ ዝረኽቦ ነገር ኣብ ክእለት ምሻጥ ዓቢ ዓቕሚ ዘለዎም ሰበባት ብኣሽሓት ሞዮም ኣቋሪጾም ኣለዉ። ካብዚ ሓሊፉ ንብረት ኣብ ዘይሸጥካሉ እዋን ዘዋዝትየካ ወይ ዘጸናናዕካ ሰብ ኣይክህሉን እዩ። ዜጋቶም ካብ ቦርሳኻን ገንዘብካን ክፈልዩኻ ዝደልዩ። ኣነ ጥንቁቕ ክኸውን እየ ደሊ፣ ናይ መጠንቀቕታ ቃላትካ ድማ ክሰምዕ እየ። እስኪ ንጀምር ሕጂ እንድሕር ዝኾነ ምኽሪ ኣይውስኸካን እየ ኣብ ቅድመይ ከም ቀጠልያ በለስ ደው ኢልካ ኣለኻ በለስ ክሳብ ዝበስል በለስ ክበሃል ኣይክእልን እዩ ንፍልጠትን ተመኩርን ክሳብ ዘይተቓላዕኻ ድማ ሽያጢ ክትበሃል ኣይትኽእልን ኢኻ ከመይ ክጅምር ክብል ድማ ሓተተ ንጎንጎ ኣብቲ ናይ ሳንጣታት ባጎንታት ናይ ስድቪዮሪ ጸብጻብ ክትሕልፍ ኣለካ ርሾ ኣብ ሓላፍነት ሓደ ካብቲ ስፌት ዘይብሉ ክዳውንትና ክለቅቕ እዩ ካብ ፀጉሪ ምራኽ ዝተሰፈየ ዋላ እውን እቲ ዝኸበደ ዝናብ ይዝነብ እሞ እቲ ሕብሪ ወትሩ ፅኑዕ ምእንቲ ክኸውን ካብ ሱር ናይቲ ማህደር ተኽሊ ቀይሕ ሕብሪ ዝኸደዮ ኣብ ጥቓ ሸነኽ ውጭ ዝተሰፈየ ንእሾ ኮኸብ ክትረከብ ኢኻ እዚ ምልክት ናይቲ ኣብ ኩሉ ዓለም ዝበለፀ ልብሲ ዝሰርሕ ሳርቶ እዩ ኣብ ጎኒ እቲ ኮኸብ ምልክት ኣሎ ኣብ ውጭ ሓደ ርብዒ መስበት ዝርከብ ዓንኬል ክልቲኦም እዞም ምልክታት ኣብ መላእ መሬት ዝፍለጡ ዝኸበሩ ኮይኖም ንኹሉ ዘይተኣደነ ኣሽሓት ካብዞም ክዳውንቲ ዝሸጥናዮም ኢና። ምስ ኣይሁድ ንነዊሕ እዋን ስለ ዝተራኸብኩ ስሞም ከምዚ ዝኣመሰለ ክዳን እዮም ዝፈልጥዎም፣ ኣብያ ድማ ይብልዎም። እቲ ክዳውንትን ኣድግን ወሲድካ ተበገስ። ወጋሕታ፣ ንቤተልሔም እታ ነጋዳይ ቅድሚ ናብዚ ምብጽሑ ዝሓለፈላ ዓዲ ዋላ ሓደ ካብ ሸየጥትና ናብኣ ዝበጽሐ ኣይነበረን። እቲ ህዝቢ ኣዝዩ ድኻ ስለ ዝዀነ ግዜኡ ምብኻን ምዃኑ ይሕብሩ። ቅድሚ ገለ ዓመታት ኣብ መንጎ ኣብቶም ኣብኡ ዝነበሩ ጓሶት ኣማኢት ክዳውንቲ ሸይጠ ነይረ። ነቲ ልብሲ ክሳብ ትሸጦ ኣብ ቤተልሔም ጽናሕ። ሓብዲሩ ስናን ኣቕንቐ ፍናኑ ክሓብእ ብኸንቱ ፈተነ። እቲ ልብሲ ብኽንደይ ዋጋ ክሸጦ እየ ጎይታ? ክብል ድማ ሓተተ። ኣነ ልዕሊ ስምካ ሓደ ብሩር ዲናርስ ኣብ መዝገበይ ክወትየ፣ ምስ ተመለስካ ሓንቲ ብሩር ዲናርስ ክሰደልየኻ፣ ካብዚ ንላዕሊ እትረኽቦ ኹሉ ትርፍኻ ንሰቦ፣ ስለዚ ዋጋ ናይቲ ልብሲ ባዕልኻ ሰላዓሉ። ኣብ ደቡባዊ መእተዊ እታ ከተማ ዝርከብ ዕዳጋ ክትበጽሕ ትኽእል ወይ ድማ ኣብታ ከተማ በዓለ ነፍሲ ወከፍ መንበሪ ክትጽውዕ ትሓስብ ትኽእል ኢኻ። ካብዚኦም ልዕሊ ሽሕ እዚ ከም ዘለዉ ርግጸኛ እየ። ብርግጽ ንሱ ኣብቲ ሓደ ልብሲ ክሸይጥ ይኽእል ዝብል ግምት ኣሎ። ኣይትሰምዖን ዲኻ? ሓፊድ መሊሱ ርእሱ ኣቕኒዑ ድሩእ ኣእምሮኡ ኣብ ጽባሕ ገበረ። ፓትሮስ ኢዱ ቀስ ኣቢሉ ኣብ መንኮብ'ቲ ቆልዓ ኣንበረ። ክሳብ ትምለስ ኣብ ቦታኻ ዝኾነ ሰብ ኣይከእቱን እየ። ከብድኻ ነዚ ሞያ ከም ዘይኮነ እንተረኺብካዮ ክርድኣካ እዩ ነብስኻ ድማ ከም ሓደ ውርደት ክትቆጽራ የብልካን ፈጺምካ ሕፍረት ክስምዓካ የብሉን ከመይ ጌርካ ሕልምታትካ ተስምር ጠያኻ ክትሓስብ ዘለካ ሓቢት ተንበርኪኹ ከይተጠውዩ እቲ ዓብ ሰብኣይ ግን ኣይወደን ወዴ ነዚ ሓድሽ ህይወት ክትጅምሮ ከለኻ ክትዝክሮ ዘለካ ሓደ ትእዛዝ ኣሎ ኩሉ ግዜ ከኣ ኣብ ኣእምሮኻ ኣቐምጦ። ንሱኻ ኣብ ህይወትካ ማእለያ ዘይብሎም ዕንቅፋታት ክገጥሙኻ እዮም፣ ክትሰግሮም ምዃንካ ግን እምነት ክህልወካ ኣለዎ። ሓሓፊ ተጸበየ፣ እወ ጌታይ ድማ ብብል መለሰ። ንዓወት ዘለካ ድሌት ሓያል እንተ ኾይኑ ስዕረት ተስፋ ኣይከቁርጸካን እዩ። ፓቶስ ናብቲ መንእሰይ ቀሪቡ እንታይ ክብል ከም ዝጸናሕኩ ብግቡእ ተረዲእኻኒ ዲኻ ክብል ሓተቶ። እወ ጌታይ ክብል ድማ ሓፊድ መለሰ። እስከ ነዞም ቃላት ደጊምካ ኣስማዓኒ በለ ፓትሮስ። ናይ ምዕዋት ቆራፅነት እኹልን ሓያልን እንተኾይኑ ውድቀት ፈፂሙ ኣይክስዕረን እዩ ክብል ድማ ሓፊድ ኣድመፀ።